ዝኾነ ግን መስተ ኣይኮነን ኣንቲ ዲፕረሰንት እዩ እዮም ድብሉ ዘለዉ እዚ ሓጂ ኣፊደቪት ዝወፀሎ ሪፖርት ንዓ ከምፃልኩም እየ እዚ ወዲ 37 ዝዕድሚኡ መራሒ መኪና ሰኺሩ ነይሩ እዩ ዝበሃል እጥርጠር እምበር ብልክዕ ሱ ይኮነን እንታይ ደኣ ኢንቶክሲኬት ኮይኑ ነይሩ ዝብሎም ዘሎ እቲ ኣንቲ ዲፕረሰንት ወሲዱ ነይሩ ስለዝብሉ ዘለዉ እዮም ኣገን እዚ እቲ ወፂኡ ዘሎ ሪፖርት እዩ መዓልታዊ ግን ሓድሽ ኣብዴት ክገብሩ እዮም እዝን እዝን ፋይናል ሪፖርት ከዓ ክብሉ እዮም ክሳብ ሽዑ ግን ብዙሕ ዜና ሰምዕ ስለ ዘለኹ እዚኣ እታ ወፅያ ዘላ ከምፅኣልኩም ኢለ ወልደ ሚካኤል ኣርያ ሕጂ ኣብ ቤት ማእሰርቲ ትራቪስ ካውንቲ ተታሒዙ ይርከብ ወልደ ሚካኤል ኣርያ ኸዓ እቲ ዝገርመኩም ከዓ ኣብ ዝመፅእ ሰሙን ሲ ኣብ ቤት ፍርዲ ምምሕዳር ዊልመር ኣብ ደቡብ ዳላስ ማለት እዩ ኣብ ኣይ 45 ብኦቨር ስፒዲን ወይ ድማ ስፒዲንግ ጌርካ ተባሂሉስ ኣብ ቤት ፍርዲ ክቐርብሲ ስታይ ነይርዎ ቆፀራ ነይርዎ ክገርመኩም ኣብ መበል 35 ማይል ክኸድ ንሰዓት ክኸዶ ዝግባእ ቦታ ብ 65 ማይል ከይዱ ነይሩ ቅድም ማለት እቲ ኦቨር ስፒድን ዝብል ትኬት ናብ ቤት ፍርድስ ቆፀራ ነይርዎ ሓራይ እዚ ኣምፅልኩም ዘለኹ ምንጪ ሓበሬታ ካብ ፖሊስ ኦስትን መዛግብ ናይ ቤት ፍርዲ ዳላስ እዩ ድኸውን ደሎ ዳላስ ካውንቲ ሊንክ ኣብ ታሕቲ ገርፈልኩም እየ ፕሊስ እዚ ስቕልካ ዝመፀ ሪፖርት ኣይኮነን ብዙሕ ይመፅእ ስለ ዘሎ እዚኣ እታ ዝወፀት ፀብፃብያ እንተኾነ ግን ኣብደይት ገብርሎ ፖሊስ ኣብደይቲንግ ስለ ዝወፅእ ኣብ ዝመፀሉ እቲ ሓድሽ ኣብደይት ከምፃኣልኩም እየ ገለገሌኹም ስቕልኩም መስተ መስተ መስተ ኖ መስተ ኣይኮነን ክልቀ ከምዛ ቪድዮ ትሪእዋ ዘለኹም ናይ መስተ ኣይኮነን ዝኾነ እታ ናይ ፖሊስ ዘረባ ክውላዓልኩም እየ እዚኣ ስምዕዋ ንሱ ወልሓንቲ መስተ ከም ዘይሰተየ እዩ ዝዛረብ ዘሎ እንተኾነ ግን ንሳቶም ካብ ዝገብርዎም ምራታት ኢንቶክሲኬት ከም ዝኾነን ኣንቲ ዲፕረሰንት ኣብ ነብሱ ከም ዝረኸቡን እዮም ዝዛረቡ ብዝኾነ እቲ ናይ ሓገዝ መልእኽቲ ኣብ ሶሻል ሜድያ ከም ዝወፀ ሰሚዐ ኣለኹ ባት እቲ ሊንክ ክረኽበ ይከኣልኩን ክሳብ እቲ ሊን ረኪበ ግን ኣብዚ ታሕቲ ናይዛ ቪድዮ ፖስት ክብሎ እየ ዝኾነ ናይ ሓገዝ ዝወፀ እንተሎ ብቦንድ ሓደ ነጥቢ ክልተ ሚልዮን ከፊሉ ክወፅእ ከም ዝኽእል እዮም ዝዛረቡ ዘለዎ ሚእቲ ሽሕ ንሓደ ሰብ ማለት እዩ ማለት ክሳብ እቲ መርመራ ዝካየደሉ ማለት ኣብ ቤት ፍርዲ ክሳብ ዝቐርብ ማለት እዩ እቲ ቦንድ ያ ነዚ ይመስል እቲ ዜና Rural Sobriety and Field Test